ሰላም ሰላም ክብራት ኣሕዋት ሰላም ዲኹም ሰላምታ የረሳዕኹን ሰላም ናይ እግዚኣብሄር ንዓኹም ይኹን ኩሉ ኩርናዓት ዓለም ደለኹም ምሳኹም ዘለኹ ሓብትኹም መሓሪት እየ ከምቲ ኣነ ሰላም ደለኹዎ ሰላም ክትህልው በዓልቲ ምሉእ ተስፋ እየ ብሩኽ ቅንያት ናይ ብርሃነ ትንሳኤ ይግበረልና ሰላምን ቅሳነትን ዘለዎ በዓለ ሃምሳ ይግበረልና ኣብ ሽግርን ጸበባን ዘለው ኣብ ኩናትን ወረኺዳትን ዘለው ሰላምን ህዳትን የውርደሎም ኣብ ሕማም ዘለው ከዓ ምሕረት የውርደሎም ከም እንዳበልኩ ናይ ሎማዓንቲ መደብ ሒዘልኩም መፅየ ደለኹ ብዛዕባ ኣሰራርሓ ናይ ሽክላ ጥብስ እያ ክትከውን ሽክላ ጥብስ መቸስ ዋላ ኣብ ገዛና እኳ ተዘይሰራሕናያ ኣብ ሪስቶራንት እንዳ ሓበሻ ኼንና ተመጊብናያ ንኸውን። ሽክላ ክትበልዓ ጥዕምቲ እያ ብጣዕሚ እያ ደስ ትብለካ። ሕጂ እታ ሓንቲ ተድልየና ኣብ ገዛና ክንሰርሓ እንተኮይንና እቲኣነታ ሸክላ ትሕዝ መቐመጢ ማለት እዩ እሰይ ኣተለየና እምበር ካሊእ ኩሉ ግዜ ተብ ገዛና ደሎ እዩ እቲ ቀመም ኣብ ገዛና ኣሎ እቲ ስጋ ካብ ምግዛእ ዓደ ይወዓልናን ሕጂ ናይ ሎሚ ናይ ገዛ ሸኽላ ኢና ክንርኢ ማለት እዩ ክሳብ መወዳእታ ምሳይ ፅንሑ መጀመርያ ሸክላ ክንሰርሕ እንተ ኮይንና ዘድልየና ቀይሕ ስጋ ናይ ብዕራይ ኮይኑ እቲ ቀይሕ ስጋ ስብሒ ደይብሉ ክከውን ኣለዎ ማለት ከምዚ ጻዕዳ መሳል በቲ ናይ ጎኒ ትርእይዎ ደለኩም ዘለዎ እንተ ኮይኑ እሱ ኩሉ ክንኣልዮ ኣለና ሶልጊስና ጃስት እቲ ቀይሕ ስጋ ጥራይ ከነትርፎ ኣለና ማለት እዩ። ፅሩይ ቀይሕ ስጋ ጥራይ እንተኮይኑ እታ ሸኽላ ድርቕ ዝበለት ጥዕምቲ ትኾነልና ማለት እዩ። ኩሉ እቲ ፃዕዳ መሳሊ ከነልግሶ ኣለና። እቲ ቀይሕ ጥራይ ክነትርፎ ኣለና ማለት እዩ። እቲ ቀይሕ ጥራይ ጌርና ክንሰርሕ ኣለና። እቲ ብዝሒ ከም ከም ናህና ድልየት ኣብዚሕና ክንሰርሕ ተደልና ኣብዚሕና ንገብሮ ውሑድ ክንሰርሕ እንተኾይና ከኣ ፍርቂ ክለድና ክንገብር ኪለድና ክንገብር ከም ናህና ፕሮግራም ማለት እዩ። ሕጂ ከም ትሪዎ ዘለኹም እቲ ጸጻዕዳኡ ኣልጊሰ ወዲኤ እቲ ቀይሕ ምስ ተረፈ ከምዚ ገረ ቁሩብ ዝልዝል ከብሎ እየ ማለት እዩ ከምዚ ማራ ቀጢን ደይኮነ ማራ ከ ረጒድ ደይኮነ ክዝልዝሎ እየ ራይዎ ከምዚ ዓይነት ገረ ኩሉ ከምኡ ገርና ከነዳልዎ ኣለና ማለት እዩ ማራ ነዊሕ ክንገብሮ የብልናን ሓፂርካ ክንገብሮ የብልናን ኩሉ ከምኡ ጌርና ኣዳሊና ናብቲ መቐመጢ ዘዳለኽዎ ገይረ ከዳውስ እየ ማለት እዩ ካሊእ ንሽክላ ክንሰርሕ ዘድልየና ቀመማት እዩ ማለት እዩ ቀመማት ኣብ ገዛና ደለና ክንጥቀም ንኽእል ኢና ሓደ በርበረ ፀሊም ተጠቂመ ኣለኹ እዚ ኩሙን ስኒሞን ካሊእ ከምዚ ናይ ሕውስዋስ ኩሉ ሓዋዊሰ ዘዳለኽዎ ማለት እዩ ከምዚ ናይ ናይ ኣልጫ ዘለዎ ናይ ኩሉ ብሓፂሩ ዘዳለኽዎ ኣነ ኣብ ሓደ እየ ገይረዮ ግን ኣብ ገዛና ዘለና ቀመም በቃ ዋላ በርበረ ፀሊም ጌርና ፃዕዳ ሽጉርቲ ጌርና ዋላ ክንሰርሓ ንኽእል ኢና ግድን ቀመማት ናይ ምብዛሕን ምውሓድን ኣይኮነን እቲ ንዓና ዝሰማምዐና ቀመም ወይ ከኣ እቲ ኣብ ክሽነና ክንረኽቦ ንኽእል ቀመም ጌርና ክንሰርሓ ንኽእል ኢና ማለት እዩ። ምስኡ ቁሩብ ጨው ቁሩብ ዘይቲ ጌርና ክነዳውሶ ኢና ማለት እዩ። ራይዎ ከም ዘይኸውን ኩሉ ምስ ተዘልዘለ ዋላ እቲ ቀይሕ ስጋ ነዚ ይመስል ማለት እዩ። ኩሉ እቲ ጻዕዳ ኣልጊሰዮ። ኣብ ከምዚ ዓይነት መትሓዚ ጌርና ኩሉ ክነዳውሶ ኢና ማለት እዩ ሕጂ ቀላል እያ ኣሰራርሓ ኣሕዋት እዚ ትሕውስዋስ ትቀመም ዝበልኩኹም እዩ ኩሉ ተሓዋዊሰ ክስታይ ገርየ ዝነበርኩ እዩ እዚ ከዓ እዚ በርበረ ጸሊም ኩሙን ማለት እዩ ኣብዚ ሕጂ ቁሩብ ዘይቲ ቁሩብ ጨው ገይረ የዳውሶ ኣለኹ ማለት እዩ ነቲ ስጋ ንከብለለይ ቁሩብ ዘይቲ ገረሉ እምበር ኣብ ዘይቲ ምጥባሱ ስለ ደይተርፎ ግን ምስቲ ቀመም ንክዳወስ ኢለ ከም ስታይ ገረ ዘለኹ ሽዑ እቲ ስጋ ናብኡ ገርና ኣብዚ ጽቡቅ ገርና ኣዳውስ ኣቢልና ነጽንሖ ማለት እዩ ሽክላ ከምዚ ኖርማን ጸብሒ ሰሪሕና ንኣብነት ዝኾነ ስጋ ድዩ ዝኾነ ኣደስ ሰሪሕካ ወላ ከነፅንሖ ንኽእል ኢና ማለት ንኣብነት ንጎ ሰሪሕና ንምሸት ክነፅንሖ ንኽእል ኢና ሽክላ ግን ዳይረክት ሽዑ ሰሪሕና ሽዑ ክትምገባ እያ ደስ ትብለካ ማለት እዩ ሕጂ ንኣብነት ከምዚ ዝገብሮ ዘለኹ ጌርና ምስ ኣዳለናዮ እቲ እቲያ ሸክላ መዲብናያ ዘለና ንምሸት እንተ ደኣ ኮይና ቁሩብ ነፅንሖ ማለት እዩ ኣቐዲምና ከምዚ ጌርናዮ ንፀንሕ ሽዑ ኣብቲ ሰዓት ክንምገበሉ ዝመደብና ነዳልዋ ማለት ንሰርሓ ማለት እዩ ሰሪሕናያስ ከነቀምጦ የብልናን ዳይረክት ሽዑ ብውዑያ ክትበልዓ ከለካ ደስ ትብለካ ማለት እዩ ንምሳሕ እንተኮይና ኣቀዲምና ቁሩብ ኣዳሊናዮ ፀኒሕና ከምዚ ገርና ድሓር ናብቲ ምስራሕ ነእትዎ ብድሕሪኡ ዘይቲ ኣርሲነ ኣለኩ ከም ትሪእዎ ዘለኹም እቲ ዘይቲ ፅቡቅ ገይሩ ክረስነ ኣሎ ራይዎ ፅቡቅ ገይሩ ረሲኑ ጸኒሑ ሕጂ ከምዚ ዓይነት መትሓዚ ተጠቂምና ተጠንቂቅና ዘይቲ ከይነጥረና ሓጺን ከምዚ ናይ ሰላጣ ንጥቀመሉ ከም ገርና ክነብለልና ኣብዚ እንዳ ገማጠልና ጽቡቅ ገይሩ ክበስል ኣለዎ ምክንያቱ ብፍላይ ቆልዑ ንኣሽቱ እንተልዮምና ማለት ንኣሽቱ ማራ ዘይኮነስ ሓፈሻዊ ስጋ ክበልዑ ዝኽእሉ ኮይኖም ግን ከይተሮም ፅቡቅ ገይሩ እንተበሲሉ ፅቡቅ እዩ ማለት እዩ ደቅና ከምዚ እንዳ ገማጠልና ፅቡቅ ገይርና ኣብዚ ክነብስሎ ኣለና ጨነኦም ገለኦም ክጥዕም መዓት እዩ ክነግረኩም ኣይክእልን እየ ፈትንዋ ፈትና ይኽን ክቡራት ኣሕዋት ቀላል እያ ከምቲ ዝበልኩኹን ሓንቲ ተድልየካ እታ ናይ ሸኽላ መቐመጢት እያ ተድልየካ ማለት እዩ ንሳ ከኣ ከም እንዳ ሓበሻ ክንገዝኣ ንኽእል ኢና ሓደ ሓደ ግዜ ዋላ ኩሉ ግዜ እንኳ ተዘይኮነ ሓደ ሓደ ግዜ ግን ደስ ይብለካ ከምዚ ጌርካ ኣብ ገዛኻ ሰሪሕኻ ንደቅኻ ምስታይ ክትገብር ማለት እዩ ፅቡቅ ገይረ ኣብዚ ምስ በሰለ ብድሕሪኡ እቲያ ናይ ሸክላ መቐመጢት ፈሓም ኣርሲና ፈሓም ክንገብረላ ኣለና ንኸይተዝሕሎ ማለት እዩ ናብኡ ምስ ገበርናዮ እንዳተመገብናዮ ከልና ንኸይዝሕል ፈሓም ክንጥቀም ኣለና ማለት እዩ ራይ ኣብዚ ጽበ ገረ ዝገማጥሎ ዘለኹ ገለ ዝበሰለ ገለ ዘይበሰለ ከይጸንሓና ጽቡ ገርና ከነብስሎ ኣለና ማለት እዩ ክንደይ ግዜ ሬስቶራንት ምኻድ ኖ ሞር ሬስቶራንት ኣብ ገዛ ሬስቶራንት ኮይና ኣላ ሕጂ

ያ ክብረት ኣሕዋት ሶሪ እቲያ ቮይስ ተዓፅያ ፀኒሓታ ናይ ድምፀይ ሕጂ እቲ ቆልዩ በሲሉ ይኣክሎ እዩ ምስ በልክዎ ማለት እዩ ናብ ከምዚ መዝፈፊ ጌርና ናብ ሓፂን መዝፈፊ ከነውፅኦ ኣለና ማለት እዩ ከምዚ ገርና ምስ ኣውፃእናዮ ክሳብቲ ፍሓም ናብቲ ናይ ሸኽላ ቦታ ንገብር ማለት እዩ ብዙሕ ክነፅንሖ የብልና ነብዚ ብዙሕ ዘይቲ ከመን ኣይሕዘልካን እዩ ምክንያቱ ድርቅ ኢሉ ንቕፅ ስለ ዝብል ዘይቲ ኣይሕዝን እዩ ኣብዚ ከምዚ ምስ ገበርናዮ ሽዑ እዚኣ እቲያ ሓንቲ ተድልየና ማለት እዩ እዚኣ እታ ናይ ሸክላ መትሓዚ ፈሓም ኣንቢልና ናብ ንገብረሉ እቲ ፈሓም ንባዕሉ ኣየዝሕሎን እዩ ምኽንያቱ ልክዕ ከምዚ ጻሕሊ ዓይነት ስለ ደኾነት ንሳ ንሳ ከምኡ ምስ ገበርናሉ ተመጊብና ክሳብ ንውድእ ኣይተዝሕለልካን እያ ፅቡቕ ነገሩ ኣብዚ ዘልየና ሕጂ ኣነ ኣዝመሪኖ ይገብረሉ ኣለኹ ኣዝመሪኖ ሽጉርቲ ክንውስኸሉ ዝደለና ብሓፂር ኣብዚ ክንውስኸሉ ንኽእል ኢና ሽጉርተ የድልየና እንተልና ክንገድፎ ንኽእል ኢና ከምኡ እተዝመሪነ እውን ኣብ ኢድና እዩ ኩሉ ማለት እዩ ግን ፅቡቕ ጨና ይገብረልካ ደስ ይብለካ ማለት እዩ ሕጂ ናብ ንገብሮ ኣለና ኦረዲ ረሲና እያ እቲ ፈሓም ብታሕቲ ስለ ደሎ ኣይወተኸኽ ምባል ጀሚሩ። ብውዒታ ኢኻ ትበልዓ ክትጥዕም መዓት እያ ክትጽብቕ መዓት እያ ፈትንዋ ክቡራት ኣሕዋት ሕጽር ዝበለትን ጽፍፍ ዝበለትን ኣሰራርሓ ከም ትፈትዋ ከዓ ተስፋ ይገብር ነዛ ቪድዮ እንተፈቲኹማ ላይክ ሸር ሳብስክራይብ የተውሕዱላ ኣብ ካሊእ ግዜ ብካሊእ መደብ ክሳብ ዝመፀኩም ኣብ ዘዘለናዮ ሰላምን ጥዕናን ይሃበና ኣብ ፀፅቡቁ ባይ ይቕረታ ኣብዚኣ ካሊእ እንታይ ተድልየና ምሳ ከምዚ ምስ ዝኸይድ ማለት እዩ ኣዋዘ ወይን ድማ ዝኾነ ከምዚ ናይ ደቅና ናይ ክስታይ ትገብርሉ ከምዚ ናይ ችክንያ ገት ዝበልዕሉ ገለ ማለት እዩ ከከም ዘድልየና ገርና ነዳልዋ ማለት እዩ ካሊእ ጠስሚ ብላዕሊ ክንገብረላ ተደልና ከዓ ቁርብ ጠስሚ ንገብረላ እሱ ከም ዝፈተናዮ ማለት እዩ ብዝያዳ ኣዋዘ ጌርካ ክትበልዓ ከለካ ክትጥዕም መዓት እያ ግን